ሰላም ጥዕና ይሃበለይ ክቡራት ተኸታተልትና ብሓረ ነገስታት ኢንተርቴይመንት ንሎሚ ምሸት ሒዝናዮ መፂና ዘለና ኣርእስታት ዜና ሞርጋን ፍሪማን ብዛዕባ ዶናልድ ትራምፕ ዝሃቦ ዘገርም ርእይቶ ናይ ኣሜሪካ ሳምሪን መርከብ ንናይ ኢራን ዴና ዝተባሃለት ናይ ኲናት መርከብ ኣጥሒላታ። ፑቲን ብዛዕባ መጥቃዕቲ ኣብ ልዕሊ ኢራን ከም ዝፍጸም ይፈልጥ ነይሩ። ኣርእስታት ኢኹም ክትከታተሉ ጸኒሕኹም። ዝርዝራቱ ሞርጋን ፍሪማን ብዛዕባ ዶናልድ ትራምፕ ዝሃቦ ዘገርም ርእይቶ። እቲ ፍቱው ተዋሳኣይ ሞርጋን ፍሪማን ንነዊሕ እዋን ኣብ ፖለቲካዊ ክትዓት ርሒቑ ድሕሪ ምጽናሕ፣ ሕጂ ግን ንተዓዘብቲ ዘገርም ተሪር ቃላቱ ሰንዲሉ ኣሎ። ሞርጋን ፍሪማን ኣብ ኤምኤስኤንቢሲ ኣብ ዝሃቦ ቃለ መሕትት፣ ዶናልድ ትራምፕ ብሰላሳን ኣርባዕተን ገበናት ተፈሪዱ፣ ከሎ ከመይ ኢሉ ፕረዚደንት ይኸውን ይኽእል ብምባል ሕትኡ ኣቕሪቡ። እዚ ንዓይ ፈጺሙ ትርጉም ዝህብ ኣይኮነን ክብል ድማ ገሊጽዎ። ታሪኻዊ ውድድር ፍሪማን ነቲ ሕጂ ዘሎ ፖለቲካዊ ሃዋህው ምስ ናይ ሽሕን ትሽዓተ ሚእትን ሰላሳን ሓሙሽተን ጀርመን ግዜ፣ ናይዚ ብምውድዳር ሃገርና ናብ ሕማቕ ኣንፈት ትጓዓዝ ከምዘላ መጠንቀቕታ ሂቡ። ጻውዒት መንእሰያት ወለዶ ድምጹ ንኽሰምዑ ኣብ ምርጫ ንኽሳተፍን ዓቢ ጻውዒት ኣቕሪቡ። ምርጫ ነቲ ዝዓበየ መሳርሒና እዩ ኢሉ። ናይ ኣሜሪካ ሳምሪን መርከብ ንናይ ኢራን ዴና ዝተብሃለት ናይ ኲናት መርከብ ኣጥሒላታ። ኣብ ጥቓ ገምገም ባሕሪ ስሪላንጋ ኣብ ዝርከብ ዓለማዊ ዶብ ባሕሪ ሓንቲ ናይ ኣሜሪካ መርከብ፣ ከብ ሳምሪን ብዘካየደቶ ናይ ቶሮፒዶ መጥቃዕቲ፣ ኣይሪስ ዴና ዝተብሃለት ናይ ኢራን ናይ ኲናት መርከብ ከምዝሰጠመት ተገሊጹ። ብመሰረት ጸብጻብ ብ BRISS ኒውስ፣ ሮይተርስ ከምኡ'ውን ኤፒ፣ እቲ መጥቃዕቲ እታ መርከብ ኣብ ጉዕዞ ከላ ዘጋጠመ ኮይኑ፣ ክሳብ ሕጂ ዝሞቱን ዝተሰወሩን ምህላዎም ተረጋጊጹ'ሎ። ብመሰረት ሓበሬታ ሓይሊ ባሕሪ ስሪላንካ ኣብታ መርከብ ካብ ዝነበሩ ሚእትን ሰማንያን ኣዘዝትን ሰራሕተኛታትን እቶም ሚእትን ሓደን ደሃዮም ተሰዊሩ'ዩ። እቶም ሰላሳን ክልተን ሰባት ድማ ብህይወቶም ክተርፉ ከለዉ ናይ ብዙሓት ሬሳ እውን ተረኺቡ'ሎ። ናይ ኣመሪካ ሚኒስተር ምክልኻል ፒቲ ሄግሲት እታ መርከብ መጥሓላ ከምዘረጋገጹ ማእኸላይ እዝ ኣሜሪካ እውን ነቲ ጸብጻብ ብዝርዝር ኣውጺኡዎ ኣሎ። እዚ ኣብ ልዕሊ ናይ ኲናት መርከብ ዝተፈጸመ ቀጥታዊ መጥቃዕቲ ኣብ መንጎ ክልቲኣን ሃገራት ዘሎ ምስሕሓብ ናይ ዝተደልየ ዓቢ ኲናት ባሕሪ ክሰጋገር ከምዝኽእል ስግኣት ፈጢሩ'ሎ። ፑቲን ብዛዕባ መጥቃዕቲ ኣብ ልዕሊ ኢራን ከም ዝፍጸም ኣቐዲሙ ይፈልጥ ነይሩ እዩ፣ ግን ዝኾነ ስጉምቲ ክወስድ ኣይደለየን። ብመሰረት ጸብጻብ ብሉምበርግ፣ ሞስኮ ኣብ ልዕሊ ኢራን ዓቢ መጥቃዕቲ ይዳሎ ከም ዘሎ ኣቐዲሙ ትፈልጥ ነይራ እያ፣ ኣብ መወዳእታ ግን ጣልቃ ምእታው ወይ ቴህራን ንምሕጋዝ ዝገበርዎ ነገር የለን። እቲ ማዕከን ዜና ከምዝጠቐሶ፣ ሰበስልጣን እስራኤል ቅድሚ እቲ ስርሒት ሰሙናት ንመዘንኦም ኣብ ሩስያ መርግጺኦም ክፈልጡ ተወኪሶም። ኢራን ኣብ ዝሓለፈ ዓመታት ሓንቲ ካብተን ብቐረባ መሻርኽቲ ሞስኮ እኳ እንተዀነት፣ ክረምሊን ነቲ መጥቃዕቲ ንምክልኻል ወይ ንምምስላስ ስጉምቲ ከምዘይወሰደ ይንገር። እቲ ስቕታ ብዙሕ'ዩ ዝዛረብ። ኣብ ዝሓለፈ ሓያሎ ዓመታት ቭላድሚር ፑቲን መሪሕነት ኢራን ብፍላይ ክልቲኤን ሃገራት ብምዕራባውያን እገዳታትን ፖለቲካዊ ተነጽሎን ኣብ ዘጋጠመን እዋን ስትራጀካዊ ሽርክነት ኢሎም ዝገልጽዎ ኣማዕቢሎሞ ኔሮም። ኢራን ንሩስያ ነተን ኣብ ምሉእ እቲ ኲናት ኣንጻር ከተማታት ዩክሬን ትሕተ ቅርጺ ጸዓትን ብሰፊሑ ዝጥቀማን ናይ ሻሂድ ናይ መጥቃዕቲ ሰብ ኣልቦ ነፈርቲ ኣቕሪባ'ላ። እተን ሰብ ኣልቦ ነፈርቲ ሓደ ካብቶም ኣብ ክረምሊን ዝረኣዩ መሳርሒታት ራዕዲ ኣንጻር ርሽላዊ ዒላማታት ኰይነን።